ትማል ሰሉስ ኣብ ክልተ ዝተፈላለዩ ፍጻመታት ዓሰርተ ሸውዓተ ኤርትራውያን ኣብ ትሕቲ ቀይዲ ከም ዘእተዉ ራድዮ ታሙዙጅ ዝተባህለ ማዕከን ዜና ንሰበ ስልጣን እታ ሃገር ብምጥቃስ ጸብጺቡ። ግብጺ ሃገራዊ ረብሓኣን ናይ ማይ ድሕነታን ንምሕላው ኣድላዪ ዝኾነ ስጉምትታት ከም እትወስድ፣ ሰላም ከመይ ትኾኑ ዝኸበርኩም ተኸታተልቲ ንሎሚ መዓልቲ ዝበልናዮም ሕጽር ሕጽር ዝበሉ ኣገደስቲ ሓበሬታታት ነገረኩም'የ ክሳብ መወዳእታ ምሳይ ጽንሑ ላይክ ምግባር ጀምርዋ።
ምስጢር ናይ ዩትዩብ ብዝርዝር ዝሓዘ ትምህርቲ ኣብ ቀንዴል ኣካዳሚ ተዳልይልኩም ኣሎ። ዩትዩብ ንምጅማርን ብሓፂር ግዜ ዕውት ንምግባርን ካብ ቪድዮ ምድላው ጀሚሩ ቴክኒካትን ምስጢር ዩትዩብን ንምፍላጥ ብተወሳኺ ቪድዮ ኤዲቲንግ፣ ግራፊክ ዲዛይን፣ ፎሬክስ ትሬዲንግ ዝኣመሰሉ ኮርሳት ኣብ ቀንዴል ዳት ኮም ተዳልይልኩም ኣሎ። ቀንዴል ዳት ኮም።
ናይ መጀመርያ ሓበሬታ ግብጺ ብዛዕባ ኣባይ ግድብ ስጉምቲ ክወስድ እየ ዝበለቶ ከምኡውን ኢትዮጵያ ግብረ መልሲ ዝሃበቶ ዝምልከት እዩ። ግብጺ ናይ ማይ ድሕነታ ንምሕላው ኣድላዩ ስጉምቲ ክወስድ እየ ምባላ ኢትዮጵያ ነቒፋ። ሚኒስትሪ ማይን ጸዓትን ብሰለስተ ጥቅምቲ ክልተ ሽሕን ዓሰርተ ሸሞንተ ብግእዝ ኣብ ዘውጽኦ መግለጺ ግብጺ ምስ ሩባ ናይልን ግድብ ህዳሴን ብዝተሓሓዝ ኣብ ልዕሊ ኢትዮጵያ ዝኸፈተቶ ወፍሪ ቀጺላቶ ክብል ከሲሱ። ግብጺ ሃገራዊ ረብሓኣን ናይ ማይ ድሕነታን ንምሕላው ኣድላዩ ዝኾነ ስጉምትታት ከም እትወስድ ፕረዚደንት ዓብዱልፈታሕ ኣልሲሲ ከም ዝተዛረበ ይዝከር። ነዚ ስዒቡ ድማ ግብጺ ዘይሕጋውያን ልእላውነት ብዝተመልኦ መንገዲ ሩባ ኣባይ ንምቁጽጻር እትገብሮ ፈተነ ቀጺላትሉ ኣላ ክትብል ኢትዮጵያ ከሲሳ። ኣልሲሲ ኣብ ካይሮ ኣብ ዘካየዶ ጉባኤ ሻውም ናይ ሰሙኑ ንዕዱማት ብቪድዮ ኣብ ዘርግሖ መልእኽቲ ግብጺ ኣብ ዲፕሎማስያውን ዓለምለኸውን ትካላት ዝያዳ ድማ ኣብ ሕቡራት ሃገራት እምነት ምሕዳራ ከም ድኽመት ክውሰድ የብሉን ኢሉ። እቲ ፕረዚደንት፣ ኢትዮጵያ ህዳሴ ግድብ ኣብ ምምሕዳር እትኽተሎ ዘላ ሓላፍነት ዝጎደሎ ኣካይዳ፣ ሃገሩ ኣእዳው ኣጣሚራ ኣይትሪኦን እያ ኢሉ። ፕረዚደንት ግብፂ ኣብ እዋን ድርቅን ውሕጅ መጠንን ኣብ ግድብ ንዝፍኖ ማይ ንምቁፅፃር ንኽልቲኤን ሃገራት ታሕተዋይ ተፋሰስ ዘካተተ ቐይዲ ስምምዕ ክግበር ፀዊዑ ኣሎ። እዚ ድማ ኣብ ሞንጎ ድልየት ልምዓትን ሃገራት ላዕለዎት ተፋሰስ ታሕተዎት ተፋሰስን ሃገራት ኣብ ጉድኣት ንምክልኻል ዝህሉ ሚዛን ንምሕላውን

ኣብ ሓደጋ ክወድቕ ገይራ'ያ ኢሉ ብምኽሳስ እቲ ጉዳይ ናብ ዓለምለኻዊ ቤት ፍርዲ ከም እትወስዶ ተዛሪቡ ነይሩ። ኣብ ሕቡራት ሃገራት ምክትል ቀዋሚ ወኪል ኢትዮጵያ ዮሴፍ ካሳዮ ሽዑ ኣብ ዝሃቦ መልሲ፣ ግብጺ ብዛዕባ ዓቢ ግድብ ህዳሴ ዘቕረበቶ ዘረባ መሰረት ዘይብሉ፣ ዘጋግን'ዩ ብምባል ነጺግዎ ነይሩ። ግብጺ ብዛዕባ ህዳሴ ግድብ ብተደጋጋሚ እሙናት ዘይኮኑ ክስታት ናብ ቤት ምኽሪ ጸጥታ ሕቡራት ሃገራት ኣቕሪባ'ያ እውን ኢሉ ነይሩ። ግብጺ ኣብ ሽሕን ትሽዓተ ሚእትን ሓምሳን ትሽዓተን ምስ ኤውሮጳ ዝተገብረ መግዛእታዊ ስምምዕ መሰል ዝበዝሐ ማይ'ቲ ሩባ ከም ዝህባ ብምጥቃስ እዚ ክቕየር የብሉን ክትብል ትምጉት። ናብ ከላሕበሪታ ብዛዕባ ግብጺ ከምኡውን ኢትዮጵያ ከየውጽና ከሎና እዛ ትሪእዋ ዘለኹም ቪድዮ ትማሊ ብብዝሒ ኣብ ሶሻል ሜድያ ማሕበራዊ መራኸቢታትና ኢትዮጵያ ትዝርጋሕ ዝነበረት ቪድዮ እያ ኣብዚ ቪድዮ እዚ ከኒ ኣምባሳደር ናይ ግብጺ ኣብ መቐለ ከም ዝተራእየ ወይ ካምስ መራሕቲ ናይ ትግራይ ከም ዝተዘራረበ ዘርኢ ቪድዮ እዩ ማለት እዩ ከም ትሪእዎ ዘለኹም ካብ ርሑቕ ዝተሳእለ ቪድዮ ኣምባሳደር ናይ ግብጺ ምስ መራሕቲ ትግራይ ይዘራረብ ከም ዘሎ ኣብዚ ከኣ ምስ መንጀሪኖን ታደሰ ወረደን ዝኣመሰሉ መራሕቲ ትግራይ ከም ዝተራኸቡ ዘርኢ ቪድዮታት ኣብ ሶሻል ሚድያ ክዝርጋሕ ውዒሉ ኣሎ።

ሬሳ ናይቶም ኣቐዲሞም ዝሞቱ ግዳያት ጅሆ'ውን ድሮ ንሰራዊት እስራኤል ርክብ ጀሚሮም ከምዘለዉ ጸብጻባት ኣብ ደቡብ እስራኤል ይሕብሩ ኣለዉ። ናይ ግብጺ፣ ቀጠር፣ ቱርኪ፣ ዮርዳኖስ፣ ብሪጣንያ፣ ፈረንሳ ከምኡ'ውን ፕረዚደንት ምምሕዳር ፍልስጤም መሓመድ ዓባስ ዝርከቦም ሓያሎ መራሕቲ ሃገራት ኣብ ፍሉጥ መዘናግዒ ሻርም ኣል ሸኽ ዝተኻየደ ዋዕላ ሰላም ክልተ ሽሕን ዕስራን ሓሙሽተን ተሳቲፎም ብእስራኤል ዝሓለፈ ትራምፕ ኣብዚ ኣጋጣሚ ዘስምዖ ቃል ናብ ዝህሞት እዚ ንምብጻሕ ሰለስተ ሽሕ ዓመታት ወሲዱ ክእመን ይኽእልዶ? ጸኒዑ ክቕጽል እዩ ብምባል ሓጎሱ ክገልጽ ሰራዩ ነስምምዕ ክግበር ሓያሎ ጻዕሪ ከምዘካየደ ዝንገረሉ ኣሜሪካዊ ፕረዚደንት ነተን ከም መንጎኝነት ናይቲ መስርሕ ዝኾና መሻርኽቲ ሃገራት ግብጺ ቀጠር ቱርክን ካልኦት ሃገራትን ዘለዎ ምስጋናውን ኣቕሪቡ።

ናብ ቀላዕ ሓበሬታ ደቡብ ሱዳን ናይ መገሻ ሰነዳት ዘይብሎም ዓሰርተ ሸውዓተ ኤርትራውያን ኣሲራ ዝብል ሓበሬታ እዩ። ሰብመዚ ኢሚግሬሽን ደቡብ ሱዳን ትማል ሰሉስ ኣብ ክልተ ዝተፈላለዩ ፍጻመታት ዓሰርተ ሸውዓተ ኤርትራውያን ኣብ ትሕቲ ቀይዲ ከም ዘእተዉ ራድዮ ታሙዙጅ ዝተባህለ ማዕከን ዜና ንሰበ ስልጣን እታ ሃገር ብምጥቃስ ጸብጺቡ። እዚ ኣካል ናይታ ሃገር ከም መተሓላለፊ መንገዲ ዝጥቀሙሉ መርበባት ዘይሕጋዊ ሰነድን ዘይሕጋዊ ምስግጋር ደቂ ሰባትን ዝገብርዎ ዘይሕጋዊ ተግባር ከምዝኾነ ድማ ገሊፆም። ዋና ዳይሬክተር ሲቪል መዝገብ፣ ዜግነት፣ ፓስፖርትን ኢሚግሬሽንን እታ ሃገር ሜጀር ጀነራል ኤልያ ኮስታ ፋስቲኖ እቶም ውልቀ ሰባት ብዘይ ቅኑዕ ናይ መገሻ ሰነድ ናብ ሱዳን ክሰግሩ ኣብ ዝፈተኑሉ እዋን ከምዝዓገቱ ከምዝተዓገቱ ተሓቢሩ። ኣብቲ ብ ዓሰርተ ጥቅምቲ ዘጋጠመ ናይ መጀመርያ ፍጻመ፣ ኣብ ሰሜናዊ ዶባዊ ከተማ ኣውየል፣ ኣብ ሰሜናዊ ዞባ ባህር ኤል ጋዛል፣ ሓለፍቲ ኢሚግሬሽን ሓንቲ ጓል ኣንሰይቲ እትርከቦም ዓሰርተ ኣርባዕተ ኤርትራውያን ኣብ ቀይዲ ከም ዘእተዉ ኮስታ ገሊጹ። ሕጂ ንመርመራ ኣብ ዋና ቤት ጽሕፈት ኢሚግሬሽን ኣብ ጁባ ኣለዉ ዝበለ እቲ ሓላፊ፣ ብሕጊ ኢሚግሬሽን ክሲ ከፊትና ኣሎም ኣለና፣ ምኽንያቱ ብዘይ ዝኾነ ሰነድ ክንቀሳቐሱ ስለ ዝረኸብናዮም ኢሉ። ኣብ ካልኣይ ግዜ ሰብ መዚ ተመሳሳሊ ሰለስተ ኤርትራውያን ኣብ ጥቓ ፓሎች ኣብ ቀይዲ ከም ዝኣተዉ ወሲኹ ሓቢሩ። ኮስታ ነቲ ማእሰርቲ ምስ ሰፊሕ ዘይሕጋዊ ምስግጋር ደቂ ሰባት ደቡብ ሱዳን ኣተሓሒዝዎ ኣሎ። እቶም ስደተኛታት መብዛሕትኡ ግዜ ብሱዳን፣ ሊብያ ኣቢሎም ከም ዝወጹ ዝሓበረ ኮስታ፣ ቀንዲ ዕላማኦም ማእከላይ ባሕሪ ሰጊሮም ናብ ኤውሮጳ ንምስጋር ከም ዝኾነ'ውን ሓቢሩ። ኮሳ እቲ ፍጻመ ንመጀመርያ ግዜ ኣይኮነን ኢሉ። ብዙሓት ኤርትራውያን ብደቡብ ሱዳን ኣቢሎም ናብ ሱዳን ዝንቀሳቐሱ ኣሲርናዮም ኣለና፣ እዚ ድማ ዘይሕጋዊ ምስግጋር ደቂ ሰባት'ዩ፣ ምንቅስቓሶም ዝውድብ መርበብ ኣሎ ኢሉ። ነዞም መርበባት ንምቅላዕ ምርመራታት ይካየድ ከምዘሎ'ውን ሓቢሩ። እቲ በዓል ስልጣን መብዛሕቲኦም እቶም ዝተኣሰሩ ካብ ዓሰርተ ሸውዓተ ክሳብ ዒስራ ዝዕድሚኦም መንእሰያት ምዃኖም፣ እታ ጉጅለ ሓንቲ ትሕቲ ዕድመ ጓል ከምዘጠቓለለትን ኣቃሊዑ። ቅድሚ ሕጂ ልዕሊ ሰላሳ ኤርትራውያን ተኣሲሮም ናብ ዓዶም ተጠሪዞም ከምዝነበሩ ዝሓበረ ኮስታ፣ ብዛዕባ'ቶም ዝተኣሰሩ ሰባት ምንቅስቓስ ዜጋታቶም ምእንቲ ክፈልጡ ናብ ኤምባሲ ኤርትራ ክንሕብር ኢና ኢሉ። ኮስታ መንግስቲ ንጸጥታ ዶባት ዘለዎም ተወፋይነት ድሕሪ ምርግጋጽ፣ ዶብ ሱዳን ግቡእ ኣሰራርሓ ዝኽተል በጻሕቲ ብሓጎስ ከምእትቕበል ኣስሚሩሉ። ናብ ደቡብ ሱዳን ንዝመጹ ሰባት ኣይንነጽግን ኢና ኢሉ። ፓስፖርት ወይ ካልእ ቅኑዕ ሰነዳት ሒዝካ ግን ብሕጋዊ ኣገባብ ክትመጽእ ይከኣል'ዩ ኢሉ። ምስጢር ናይ ዩትዩብ ብዝርዝር ዝሓዘ ትምህርቲ ኣብ ቀንዴል ኣካዳሚ ተዳልዩልኩም ኣሎ። ዩትዩብ ንምጅማርን ብሓጺር ግዜ ዕዉት ንምግባርን ካብ ቪድዮ ምድላው ጀሚሩ ቴክኒካትን ምስጢር ዩትዩብን ንምፍላጥ። ብተወሳኺ ቪድዮ ኤዲቲንግ፣ ግራፊክ ዲዛይን፣ ፎሬክስ ትሬዲንግ ዝኣመሰሉ ኮርሳት ኣብ ቀንዴል ዳት ኮም ተዳልዩልኩም ኣሎ። ቀንዴል ዳት ኮም። ሎምዓንቲ ዝበልናዮ መደብ እዚ ዝመስል ነይሩ፣ ክሳብ ዝቕጽል ሰላም።